ሰላም ሰላም ተኸታተልቲ ናይ ሩፍታ ቴክ ሎማዓንቲ ከዓኒ ብዛዕባ ናይ ኣብ ፌስቡክ ከመይ ጌርካ ናይ ናን ፕሮፊት ኦርጋናይዜሽን ወይ ከዓ ናይ ውልቅኻ ገንዘብ ሬይዝ ትገብር ወይ ከዓ ንዝኾነ ክትደልዮ ትኽእል ኢኻ ናን ፕሮፊት ኦርጋናይዜሽን ሕጂ ንኣብነት ዝኾነ ማሕበር ናን ፕሮፊት ዝኾነ ማሕበር ክህሉ ይኽእል እዩ ንዑ ንኣብነት ናይ ሓደ ዓዲ እንድሕር ማሕበር ተቖም ኣሊኻ ነቲ ማሕበር ገንዘብ የድልዮ ንኣብነት ዝኾነ ክሰርሓሉ ዲጋ ድዩ ክሰርሓሉ ነቲ ዓዲ ወይ ቤተክርስትያን ድዩ ክሃንፀሉ ገለ ክትገብር ትኽእል ኢኻ ወይ ንኣብነት ናይ ሓደ ቤተክርስትያን ማሕበር እንተልዩ ነቲ ቤተክርስትያን ገንዘብ የድልዮ እሞኒ ኣብ ፌስቡክ ከመይ ጌርካ ገንዘብ ትእክብ ሎሚ ከምዚ ንሪኦ ኩሉ ዓለም ኣብ ፌስቡክ ኣብ ካልእ ሜድያታት እዩ ዘሎ ማለት እዩ። ኣብ በዓል ኢንስታግራም ትዊተር እዩ ዝውዕል ዘሎ ሰብ ማለት እዩ መብዛሕትኡ ሰብ ብኣካል ክትረኽቦ ይትኽእል ከምዚ ፋሕ ኢልናዮ ዘለና ስለዚ ኣብ ሜድያ ኢኻ ትረኽቦ ኣብ ሜድያ ከዓ መብዛሕትኡ ግዜ ፌስቡክ ዝያዳ እ፣ ናይ ከምኡ ናይ ገንዘብ መእከቢ ባይታ ኣለዎ ሕጂ ክልተ ኣማራፂ ኣለካ ብ ብናይ ናን ፕሮፊት ኦርጋናይዜሽን ክትእክብ ትኽእል ወይ ከዓ ብውልቅኻ ንኣብነት በርዝደይ ኣለኒ እሞኒ ነቲ በርዝደይ ሓግዙኒ ክትብል ትኽእል ነቲ በርዘይካ ምስ ኣከብካ ሽዑ ኣካል ክተውዕሎ ትኽእል ኢኻ ንዝኾነ ነገር ማለት ሕጂ ከመይ ጌርካ ከምኡ ሬዝ ከም ትገብር ወይ ከዓ ከምቲ ገንዘብ ከም ትእክብ ከርእየኩም እያ ፌስቡክ ማለት እዩ እንጂ መጀመርታ እዚ ንሪኦ ዘለና ኣብ ሆም ትኣቱ ኣብ ሆም ሰኣተኻ እዚ ትሪኦ ዘለኹም ፋንድሬዘርስ ፋንድ ረይዘርስ ትብል ኣላ እዚኣ እዚኣ ክሊክ ትገብራ ማለት እዩ እዚኣ ምስ ጠወቅካ ክሪኤት ፋንድ ረይዘር ፎር ዩርሰልፍ ኦር ሳምዋን ኤልስ ኦር ኣናዘር ኮዝ ዛስ ኢምፖርታንት ቱ ዩ ንዓኻ ወይ ንካልእ ሰብ ክትገብር ትኽእል ኢኻ ሬስ ክትገብር ወይ ከዓ ክትእክብ ትኽእል ኢኻ ገንዘብ ኣለካ ኣሎ ሕጂ እዚ እዚ ንናን ፕሮፊት ኦርጋናይዜሽን እዚኣ ሓን ብዚኣ ማለት እዩ እዚኣ እንተመሪጽካ ከኣ ንዓኻ ማለት እዩ እዚኣ እንተ መሪጽካያ እዛ ንዓኻ እቲ ገንዘብ ዝተኣከበ ናብ ባንክኻ ተኺሉ ናብ ባንክኻ እዩ ዝኣቱ ማለት እዩ እጂ ኣብ ፌስቡክን ኮኔክት ክኸውን ኣሎት ባንክኻ ፔይፓል እንተሊካ ሕጂ ኮኔክት ትገብሮ እዚ ካል መዓልቲ ክሪኦ ከመይ ጌርካ ኮኔክት ትገብሮ ግን ኮኔክት ክትገብሮ ኣለካ መጀመርታ ብፔይፓል ድዩ ወይ ባንክ ድዩ ኮኔክት ክኸውን ኣለዎ እቲ እቲ ገንዘብ ሲ ናበይ ከም ዝኣቱስ ኣብ ፌስቡክ ኣብቲ ናትካ ኣካውንት ሴት ኣፕ ክትገብሮ ኣለካ እዚኣ እንተመሪፅካ ከዓኒ ናይ ናን ፕሮፊት ኦርጋናይዜሽን ማለት እዩ ሕጂ እዛ ናን ፕሮፊት ኦርጋናይዜሽን እንድሕር መሪፅካ ግን እታ ደሊኻያ ዘለካ ናን ፕሮፊት ኦርጋናይዜሽን ምዝግብቲ ክትከውን ኣለዋ ማለት እዩ ኣብ ናን ፕሮፊት ኦርጋናይዜሽን መጀመርታ ክትምዝገብ ኣለዋ ንኣብነት ናይ ሓደ ዓዲ ማሕበር ኢልካ እንድሕር ኮይንካ እታ ማሕበር ከም ናን ፕሮፊት ኦርጋናይዜሽን ምዝግብቲ ፍልጥቲ ክትኮን ኣለዋ ብዓለም ድዩ ኣብቲ ዘውፃኻዮ ዓዲ ክትምዝግባ ኣለካ ምስ መዝገብካዮ ኣብዚ ሊስት ክትመፅያ ማለት እዩ ንዓኻ በዚኣ እንተጀሚርና ሕጂ ንኣብነት በዚኣ ክንጅምር እየ ሰለክት ካታጎሪ ኣብዚ ንሜዲካል ንሕክምና ዳካ ደሊካዮ ፐርሰናል ኢመርጀንሲ ድዩ ንፋሚሊ ድዩ ብዙሕ ነገር ይሓተካ ዝደለካዮ ትብሎ ማለት እዩ ዝኮነ ትብል ትክል ኢካ ኣበይ ኢካ ሬጅስ ትገብሮ ዘለካ ኣበይ ዓዲ ማለት እዩ ዩናይትድ ስቴትስ ዳካ ዘለካ ኣውስትራልያ ዳካ ዘለካ ገለት ዓዲ ማለት እዩ እዚ ከዓ ክንደይ ገንዘብካ ሬጅስ ክትገብር ደሊካ ማለት እዩ ንኣብነት ሕጂ ዓሰርተ ሽሕ ክብላ እየን ማለት እዩ ብዶላር ምክንያት ብዩናይትድ ስቴትስ ስለ ዝበልኩካ ብዶላር ትምጻለይ መኣስ እዚ ከኣኒ ኣብዚኣ ከኣ እዚኣ ሬዝ ትገብራ ዘለኻስ መኣስ ክሳብ ዕለት ክንደይ እያ መኣስ ክትውድያ ክስታይ ክትገብሮ ዘለካ ማለት ዕለት ክትገብሮ ዘለካ ሎሚ ዓንት ጀሚርካ ኣለካ መኣስ ክትውድእካ ዕለት ክልተ ግንቦት ክትውድኣ ትብላ ኣለካ ኔክስት ትብላ ሕጂ ኣብዚ ኣርእስቲ ናይቲ ክትገብረሉ ዘለኻስ ንምንታይ ኢካ ደሊካዮ ዘለካ እዚ ሕጂ ብትግርኛ ክትጽሕፎ ተክልካ ብእንግሊሽ ክትጽሕፎ ተክልካ for birthday ዝኾነ ኣርእስቲ ክትብሎ ኢኻ for my birthday ናይ ናይ birthday ኢለ ኣለኹ ማለት እዩ እዚኣ ከዓኒ ንምንታይ ኢኻ ሬስ ትገብሮ ዘለካ ሪዝን ማለት እዩ እዚ ከዓ

and some the poor ሕጂ እዚ እቲ ምክንያት እዩ ማለት እዩ ኣነ በርዝደ እየ ዘዋፅ ዘለኹ ምስ ተኣከበለይ ግን ገሊኡ ንቤተክርስትያን ገሊኡ ከዓኒ ንድኻታት ጉባኤ ኢልካ ትገብር ኣለኻ ማለት እዩ ኣብዚ ሕጂ ንዑ ዝመሳሰል ስእሊ ማለት ሲ ከምዚ ሎጎ ድዩ ወይ ስእሊ ድዩ ዝኾነ ነገር ትገብር ናይ በርዝዴካ ድዩ ወይ ገለ ገለ ገለ ማለት እዩ እዚኣ ክሊክ ትገብራ ዋላ ካብዚ ክትመፅ ትኽእል ወይ ከዓ ኒው ኣፕሎድ ቪድዮ ኢልካ ካብቲ ቪድዮ ናትካ ክተምፅኦ ትኽእል ኢኻ ማለት እዩ ንኣብነት እዚኣ እንተገይርናያ እዚኣ ትመፅያ ሽዑ ክሬት ኢልካ ጀሚራ ኣላ ማለት እዩ እታ ሬስ ክትገብራ ዘለኻ ገንዘብ ማይት ካብ ጀሚራ ሰባት ሽዑ ዓሰርተ ቅርሺ ድዮም ሓሙሽተ ቅርሺ ድዮም ክሰዱልካ ክጅምሩ እዮም ሕጂ ዲስካርድ ክብላ እያ እዚኣ ከዓ እዚኣ እንተመሪፅና ከዓ ሰሌክት ናን ፕሮፊት ኦርጋናይዜሽን ሕጂ እዚኣ እንተመሪፅና እታ ማሕበር እዚ ትሪእዎ ኣለኹም ሴንት ጃጅ ችልድረንስ ሪሰርች ሆስፒታል ኣዋዝግቲ ገልታት ገለ ዝብሉ ኣብቲ ማሕበር ወይ ላይክ ዝገበሩ ኣሎ ወይ ከኣ ዶኔት ጌሮም ኣለዉ ይብለካ ኣሎ ሕጂ ንኣብነት ኤሬትርያ ኢለ ሰርች ክገብር እየ ኤሬትርያ ሕጂ ንኣብነት ኤሬትርያን ኦርቶዶክስ ተዋህዶ መድሃኒኣለም ረሊጅን ዳላስ ቴክሳስ ኣሎ ኤሬትርያን ኣሜሪካን ኮሚኒቲ ቮይስ ኦፍ ኤሬትርያ ገለ ዝብል ኣሎ ኩሉ ማለት እዩ ሕጂ ደንደን ኤሬትርያን ዩዝ ዴቨሎፕመንት ኣሶሴሽን ኦፍ ሕጂ እታ ማሕበር ምስ ኣቆምካያ እንድሕር ደኣ ኣመዝጊብካያ ኣብ ናን ፕሮፊት ኦርጋናይዜሽን ኣብዚ ሊስት እዚ ክትመጽእያ ማለት እዩ ስማስ ኣብዚ ክመጻልካ እዩ ማለት እዩ ስለዚ ኣብዚ ምስ መጸ ንኣብነት ሰለክት ትገብር ኣብዚ መጽያ ኣላ ማለት እዩ ክንደይ ገንዘብካ ክተዋጽእ ጀሚርካ ከምዛ ሕጂ ዝረኣናያ ዓሰርተ ሽሕ ንበላ ዶላር መኣስያ ክትውድእ ልክዕ ከምታ ናይ ውልቂ ዝገበርኳ ማለት እዩ ክስካብ ሰለስተ ወርሒ እዩ ዝፍቀድ ንኣብነት ከብዝሓ እየ ጁላይ ሓምለ ክብላ እየ ኣይተፍቅድለይን እያ ኣይ ዶንት ቲንክ ሶ ክፍትና እየ እዚኣ ሪእዋ ጁላይ ምስ በልኳ ኢንተር ኣን ኢንድ ዴት ቢፎር 0505 መይ ማለት እዩ ስለዚ ዳርጋ ሰለስተ ወርሒ ማለት እዩ መይ ዚሮ ፎር እንተኢለ ሕጂ ትሓልፈኒ እያ ማለት እዩ ሽዑ ዋትስ ታይትል ኣርእስቲ ትገብረሉ ነዚ ማለት እዩ ኣርእስትስ ንምንታይ እንታይ ዓይነት ትረይዝ ትገብሮ ዘለካስ ኣርእስቲ ማለት እዩ ዋይ ኣር ዩ ሬይዚንግ ማኒ ንምንታይ ኢኻ ከዓ ከምቲ ዓንቶ ዘርኣኹ ንምንታይ ኢኻ ሬይዝ ትገብሮ ዘለካ እዚ ዓዲ ቤተክርስትያን ክሰርሑ ስለ ዝደለዩ ገንዘብ ዚ ንቤተክርስቲያን እዩ መልምታት ክትረክብ ተለካ እጂ ዝኾነ ሰብ ፕሬስ ገብር ይኽእል እዩ በታ ብስምታ ናን ፕሮፊት ኦርጋናይዜሽን እቲ ገንዘብ ሕጂ ናባኻ ዘይኮነ ናብታ ናን ፕሮፊት ኦርጋናይዜሽን እዩ ባንክ ናታ ስለ ዘለዋ ወይ ከዓ ፔፓል ናታ ስለ ዘለዋ ናብኣ እዩ ዝኣቱ ዋላ ንኣብነት ኣነ ዳኣ ረይ ዝግበሮ ብስምታ ማሕበር እየ ዝገብሮ ዘለኹ እምበር ናባይ ኣይኮነን እቲ ገንዘብ ዝመፅእ ሕጂ እዚ እንታይ እዩ ጥቕሙ ዝኾነ ሰብ ኣይስከፍን እዩ ሓሙሽተ ቅርሺ ከውፅእ ይኽእል ዋላ ዓቐ ቅርሺ ከውፅእ ይኽእል ከዋፅእ ይኽእል ንኸምኡ ጠቕመካ ሰብ ከዓ ሚእቲ ዘየዋፅአ ክስቶ ዘየዋፅአ ኣይትበሃሃልን ኢኻ ማለት እዩ ሕጂ እዚኣ ጠቃሚት እያ ሕጂ እታ ቀንዲ ክንገብራ ዘለና ግን እታ ናን ፕሮፊት ኦርጋናይዜሽን ጌርና ክንምዝግባ ኣለና እታ ማሕበር ማለት እዩ መጀመርታ ክትፍለጥ ተኮይና ድሕርኡ እቲ ባንክ ኣካውንት ናታ ኩሉ ሴት ኣፕ ክንገብሮ ኣለና ኢሜል ናታ ፍሉጥ ክኸውን ኣለዎ ፔይፓል ናታ ፍሉጥ ክኸውን ኣለዎ ሽዑ ኩሉ ኮኔክትድ ስለ ዝኾነ ናብኡ ዲፖዚት ዝኾን ዝኾነ ሰብ ዶነይት ክገብር ከሎ ወይ ከዓ ከዋፅእ ከሎ በብዓቕሙ ማለት እዩ ዓሰርተ ቅርሺ ሓሙሽተ ቅርሺ ናብኣ ተኺሉ እዩ ዝኸይድ ማለት እዩ እዚኣ ሕጂ ብጣዕሚ ሓጋዚት እያ ዋላ እቲኦም ኣብ ማሕበር ዘለዉ ጥራይ ዘይኮኑ ዘዋጽኡልካ ከማን ዝኾነ ሰብ ሽዑ ከዋጻልካ ክእል እዩ ነዚኣ ዝረኣያ ነዛ ፖስት ኮይና ዘላ ክስታይ ክገብር ክእል ከዋጽእልካ ክእል ማለት እዩ ሽዑ ሸር ክትገብሮ ትኽእልካ ናብቲ ግሩፕ ናትካ ዝደለኻዮ ሰብ ደለኻዮ ግሩፕ ናብ ደለኻዮ ሰብ ክሰዶ ትኽእልታ እቲያ ክስታይ ማለት እዩ እቲያ ሰሪሕካዮ ዘለካ ሕጂ ገንዘብ ሃቡና ገልገለ ኣይትብል ናካ ብዘረባ ልክዕ እታ ፖስት ክት ስለ ትከዶ በቃ ናብኣ ከይዶም ክሊክ ክገብሩ ፐይፓል ዘለዎ ሰብ ዝኮነ ብኣ ዶኔት ክገብር ይክእል እዩ ወይ ከዓ ክሬዲት ካርድ ዘለዎ ከማን ወይ ከዓ ደቢት ካርድ ዝመረፅካ እዩ ንኣብነት ሕጂ እዚኣ ኔክስት ክብላ እየ ሽዑ ካቨር ፎቶ ካብዚኣ ክትብለኩም እያ ወይ ኒው ፎቶ ንመረፅ ኢና ካብዚ ናህና ዴስክቶፕ ወይ ከዓ ደሓን እዚኣ ክንገብራ ኢና ሽዑ ክሬት ክብላ እያ ሽዑ በቃ ሕጂ ክሬት ኮይና ኣላ ማለት እዩ ሕጂ ኣነ ዶኔት ትገብር ንሕር ኮይነ ኢንቫይት ፍሬንስ ንፍሬንስ ኢንቫይት ገብር ክእል እየ ምክንያቱ ንኩሉ ሰብ ሽዑ ንክሪእዋ ማለት እዩ ኢንቫይት ሽዑ መጀመርታ ኣነ ዶኔት ክገብር እንተር ኮይነ ኣብዚ ዶኔት ክገብር ክል ኣነ ነለኩም ቪዛ ናተይ ወይ ከዓኒ ብፔይፓል እንድሕር ኮይኑ ብፔይፓል ክገብር ክል ወይ ከዓ ማንዝሊ ከኣ ክገብሮ ይክእል ማለት እዩ ዋን ታይም ዶኔሽን ሓንቲ ግዜ ወይ ከኣ ማንዝሊ ማለት እዩ ዶኔት እንተልያ ሕጂ ናቲ ሕጂ ኮኔክት ስለ ዝኾነ ኣብኣ ከላ እያ ትኸይድ ገንዘብ ናብዚኦም ናብዞም ኦርቶዶክስ ተዋህዶ ቤተክርስትያን ማለት እዩ እጂ ኣነ ካንስል ገብረ እጂ እዚኣ ትመስል ሽዑ ዝኾነ ሰብ ነዚኣ ክርእዩ ምስታይ ክገብራ ክእል ማለት እዩ ዶኔት ክገብር ክእል እዩ እዚኣ ትመስል ማለት እዩ ኣቀፃሊ ካብ ኣሜሪካ ፔይፓል ትኸፍት ከሜርካ ኣካውንትካ ኮኔክት ገብሮ ብዛዕባ ከምኡ ክንዘራረብ ኢና ሕጂ ግን ኣክልና